ስነ ስርዓት የሌላት እስኪ በደንብ ጩይ ይሰማል
ሰላም ሰላም ክቡራት ተኸታተልቲ ናይ ነብ ዩቱብ ቻናል ሃመይ ኢኹም ኣነ ሰላም እየ እግዚኣብሔር ይመስገን ሃምቲ ኣነ ሰላም ዘለኹዎ ንስኻትኩም ሰላም ክትኾንለይ በዓል ትምህርቲ ተስፋ እየ ኣሕዋተይ ማረይ ሃመይ ኢኹም ደሕና ድኹም ላበልኹ ኣሕዋተይ ማረይ ናይ ልማዓንቲ ቪደይ ኸምዚ ዝሰማዕኹሞ ወይ ኸምዚ ልረእኹሞ ሪእኹሞ ልትኾኑ ትኽእሉ የሕዋተይ መሃረይ ብጣዕሚ ዝገረመኒ ቪድዮ እዩ ልምንታይ እዩ እንታይ እዩ ጥቕሙ እንታይ እዩ ትምህርቱ ግን ክርድአና የኸኣለይ ብፍላይ ኣብ ትግራይ ለለው ዩቱበራት ሲ ልምንታይ እዮም ማዕረ ክንድዚ ሲ ማዕረ ሳንዱቕ ናይ ሬሳ ሳጥን ኣምጺእኻ ሰብ ምእታው ማለትሲ ቅድሚ ዛጊድ እውን ናሉ እዚ ቢኒ ሓውና ብዙሕ ቪድዮታት ዘየድሊ ቪድዮታት ላሰርሐ ነይሩ ብጣዕሚ በቃ ዝሕዝን ቪድዮታት እዩ ይሰርሐልና ነይሩ ንርኢ ነይርና ናቱም ቪድዮ ሰሪሐ ነይረ የለቐኹ ወይም ቤት ሰሪሐ ነይረ ልምንታይ እዩ ኢለ ገለ ኸዚ ግን ብሓፈሻ ናይ ኩሎም ጠቕልል ኣቢለ ማለት እዩ ዋላ ንዙ ተሰማዕነት ኣይርከብ ዋላ ያብኣቶም ደይክበፅሕ ክኾን ክኽእል ግን ኣነ ዝብል ከም ሓሳብ ክሪኦ ከለኹ ሓቆም እዮም ሓቆም ዘበለኒ ምክንያት ሓቆም ትብለኺ ትብልኒ ትኾኑ ትኽእሉ ግን ሓቆም ዘበለኒ ምክንያት ምክንያቱ ኣሕና ላብ ከምኡ ዓይነት ቪድዮ ኢና ንጎይ ሓቆም ዘበለኒ ይረኣ ስለ ዘሎ ይረኣየልና ኣሎ ብዝብል በቃ ዘይስራሕ ዘይግበር ነገር የሌ በቃ ዘይግበር ጽኢሉ ጸያፍ ለበለ ሒዞም እናይመጹ ኣሕና ንኸድና ንርኢ ሓቆም ዘብሉንለስ እዩ ምክንያቱ ተዘይረኣ ነይሩ ሆም ክሰርሑ ተለዉ ተዘይረኣ ነይሩ ኣይሰርሕዎ ነይሩ ተርዲኩም ኣሕዋት የምሃረይ ምክንያቱ ሓደ ቪድዮ ወይ የምሃር ኮኑ ወይ ኣዝናኒ መዝናነዪ ነገር ክኾንዮ ተኺእልካ መምህር ተዝኾን ፅቡቕ ተዘይኽእልካ ደሞ ንእሽተይ ከዝናኒ ዝኽእል ወይ ከዘናግዕ ዝኽእል ብፍላይ ኣብ ስደት ዘለና ብብዙሕ ነገር ስለ ንሕሰብ መዘናግዒ ነገር ተኾይኑ ዶ ከይድካ ትዘናጋዕ ገለ እዩ እዚ ግን ሲ መጨነቕ ኢሉ ባዕልና ርእስና ተጨኒቕና እነናሲ መጨነቕ ላምፅኡ ድራማ ምዃን ላፈለጥና እኳሲ ዓይንና ነናባዕና ንሪኦ ማለት እዩ ካብኡ ከኸይድና ኣብዚ ቪድዮ ዝሱ ኢና ንዓስል ቁም ነገር ዘለዎ ቪድዮ ተለቂቑና ከምዚ ዓይነት ቪድዮ ተለቂቑ ሓደ ዓይነት ኣይረኣይ ስለዚ ክቕፅሉ ላውዓል ሓዶር ዝቕፅል ለውለ ቅድሚ ዛጊድና ቢኒ ነይሩ ኸዚ እውን ሻኩር እውን ይኸው ላረኣናዮ ኢና ልቕፅል ኣለዎ ከምኡ ዓይነት ወይ ላተባእስኻ ላተጨቓጨቕኻ በቃ ዘይግበር ነገር ላገበርኻ ትመፅእ ኔርካ ምክንያቱ ክረኣየልካ ተኾይኑ ማለት እዩ ካብዚ ኢለ ኣሕናት ኣይ ትምህርቱ ካብዚ ቪድዮ እዚ ሲ እንታይ ኢና ክንምሃር ወይ እዚ ትውልዲ እዚ ወጣት ሲ እንታይ ክምሃር ብሂወቱ ላሃለየ ቅተሎ ድዩ እንሆ ትምህርቱ ብሂወቱ ልሃለየሰ በቃ ቆወሮ ፍሒርካ ቆወሮ ዝዓይነቱ ድዩ እነ ትምህርቲ ታይ እዩ ኸዘ ናእሽቱ ቆልዑ ክሪእዎ ኮሉ ሎሚ ሚድያ ኩሉ እዩ ዝጥቀም ዘን ሞባይል ዚኤን ዘይሓዘ የለይ ብዙሕ ነገር ማለት እዩ እናሰ ታይ ኢና ንምሃር ኣለና በቃ ያንሲ ዩቱበራት ኮንኩም ብዙሕ ተሰማዕነት ለለኩም ከምስታት ነገር ወፂእኩም ተትናገሩ ግን ደስ ይብል ብእውነት ምክንያቱ ክስተኻኸል ወይ እምለ ኣይንኸድ ላዙ ቪዶ በቃ ከይድና ኣይንረኣየሉ በቃ ታይት ለቂቑ ሎማዓንቲ ከታይሉ ላና ንኸድለና ቪዲዮ ይረኣየሎም ሎ ይስራሕሉ ላታለ ኸላስ በቃ ኣንቲ ኣነ ዙ ዶላር ልበሃር ግን እንታይ ድዩ ይትረፈልና ድማ ትም እዚ ሓድሓድ ሻዕ ብእውነት በቃ ይፈርሕ ንባዕለይ ሲ ይፈርሕ ምክንያቱ ወይ ክሰርሐሉ እየ ኢልካ ክትመጽእ ተለኻ ናብ ዩቱብ ምክንያቱ ዩቱብ ከፊትና ንህና ንሰርሐሉ ኢና ብዝብል እዩ ኻዚ ሃምሰት ትኾን ተለሲ የፍርሐካ ኣነ ባዕለ ይፈርሕ ኣለኹ ምክንያቱ ዝቕርሺ እቲ ዶላር ዝበሃል ጥዒምኻሲ ሕማቕ እዩ ኣጋውሉ ኢለ ንሕና እኳ ወሪድናስ ከዓ ኸዚ ምንም ጣዕሚ ናገየ ነገር የብልናይ ግን ጥዒምኻ ችግር ኣሎ ማለት እዩ ብዝመስለና ኣነ እና ሓቆም እዮም ግን ከምቲ መጀመርያ ዝበልክዎ ሓቆም እዮም ኸይድና ኣብኡ ንዓስል ኣብኡ ንፅሕፍ እዚ እሳቶም ደስ እሱ እዮም ዝደል ኣለዉ ሸርላ ትገበረ ከምዝየ ከምዙይ ኢልና ነፋልጠሎም ኣለና በቃ እሱታት በቃ ክሰርሑ ይገብሮም ኣሎ ብጣዕሚ ብዙሕ ቪዋት ስለ ዘግንዩ በቃ ይቕፅሎም ናባኳሓትለ ካልእ ክመፅ እዩ

ምክንያቱ ላተረኤ ስለ ዝኾነ እዩ ንሳቶም ዝቕጽሎ ተቐጻሊ ስራሕቲ እዚ ዝሰርሑ ኣለዎ ማለት እዩ እና ቢኒ ዝስራሕ ነበረ ዝኹሉ ኢላ ባሕሪ ላእተዩ ድዩ ላጎተቱ ድዩ ናይ ልባዕሉ ቪድዮ ሰሪሐ ነይረ እየ ከም ዝርሕኩም የለቕፎ ወይም ቤ ስኢለ ተሳቲትኒ ገለገለ ደይ ተምቼኒ ሓዲጎ ካብዋ ኢሊ ሓዲጎዮ ማለት እዩ እና ኣሕዋተይ መዓረይ እስቲ ተኽኢልና ከምህር ዝኽእል ዋላ ሓንቲ ፍረ ትኹን ማለት እዩ እቲ ሓንቲ ፍረ ብዙሕ ትጠቅም ትኾን ትኽእል እዛ ትምህርቲ ማለት እዩ ተዘይክኢልና ለሲ ዘምህር ነገር ዘዘናግዕ ነገር ተኽኢልና ዘምህር ተዘይክኢልና ዘዘናግዕ ዘስሕቕ በቃ በተለይ ኣብ ስደት ለሎ ሰብ ብጣዕሚ ስለ ዝኽፍኦ ኣሎ ኩሉ ነገር ምስ ንዓድና ዘሎ ነገራት ገለ ብጣዕሚ ስለ ዝኸፍኦ እስቲ ዘስሕቐና ወይ ዘዘናግዐና ደማ ሒዞምና እዮም ወፂ ኸይድና ንሪኦሎም ኢና መቸም መስሓቕለ ንርኢ ኢና እናሲ እስቲ ላብ ከምዚ ዓይነት ዝሰርሑ ቪድዮታት ሲ ኣይ ኣይንኽድ ሕማቅ ሕማቅ ነገር እንድሕር ዝሰርሕ ኮይንካ መቸም ኣነ ሕማቅ ነገር እንድሕር ሰሪሐ ሰብ በቃ ወይ ዘይተረእየለይ እንድሕር ኮይኑ ኣይ እዚ ሰሪሐ እኳ ዘይተረእየለስ ኢለ ከቋርጾ ክእል እየ ብታ ሃምታ ኣነ ማለት እዩ እና ምናልባች ሱቅ ተይልና ዝኾነ ቪድዮ ክትልቀቕ ተሎ ሱቅ ተይልና ሲ ይሓርክዎ ዶ ይኾኑ ከም መፍትሒ እዩ በቃ ሃምና ሓሳብ ነገር እዩ እና እስቲ ወይ ተሰምዕኩም ወይ ተሰምዕክን ኣሕዋተይ ወይ ከመይ ምግባር ይሖሽ ወይለ ብቐረባ ዘሎ ሰብ ንምንታይ ተዝበሃሉ ወይለ ብምድያ ተፈላጢነት ዘለዎም ብዙሕ ወፂኦም ተናገሮም ክሰምዑ ዝኽእሉ ኣሕዋትና ወፂኦም ተዝናገሩ ምክንያቱ ዝትውልድሲ እንታይ ክምሃር ካብዚ እዚ ቪድዮ እዚ ትሰርሑ ኣለኹም እሞ ልምንታይ በቃ መስሐቒ ዝኾነ ዘዝናኒ ነገር ዋላ ሒዞምልና ይምጽኡ ኢሎም ተዝናገሩና እዞም ዳሕና ዝኾኑ ናይ ሚድያ ማለት እዩ እና ልማዓንቲ ሓሳበይ እዚ ይመስል ኣሕዋተይ መሃረይ ብጣዕሚ በሸቕኒ ብጣዕሚ ማለት እዩ ድራማ ተመኻኺሮም ሳጡነን ተካርየን ገለ እየን ከምዚ ዝገብርለዋ ወዶ ግን በኽየ እየ ብእውነት ምክንያቱ ድራማ ምኳኑ ላፋልጥኩኩሲ በክየ ዓይንካ ላረእካሲ ላብ ሳጹን ናይ ናይ ልማቴ ናይ ረሳ ይእተ ሰብ ከለ ነውሪ ለይ ነውሪ ኮይና በቃ ምፍላይ ኣቢናና በእውነት ብጣዕሚ መሕዘኒ እና ኣሕዋተይ ማረይ ናለማዓንቲ ቪደይ እዚ ይመስል ብካሊእ ቪዶ ደስ በሃሊ ቆንጆ ቪዶ ናባዕለይ ክመፀኩም ተስፋ ይገብር ኣሕዋተይ መሃረይ እስካብ ሽዑ ግን ባይ ባይ ላልኩ ስሰናዩ ሰናይ ቃልዑ ይግበረና ላልኩ ኣሕዋተይ መሃረይ
ፈትወኩም እየ ባይ ምስ ኣደ ዓበይቲ ብሓደ ኮይነና